ፍትዋት ተኸታተልቲ ኣብዚ ቻነል ዝተፈላለዩ ዛንታታትን ንህይወት ዝድህስሱ ጽሑፋትን ብቐጻሊ ዝቐርቡ ኮይኖም ክንውስኾ ትደልይዎ ምስ ዝህሉ ኣብ ናይ ኮመት ቦታ ጸሓፉልና ናይ ቀጻሊ መደባትና ንምክትታል ድማ ሼር ሳብስክራይብ ምግባር ኣይትረስዑ ሰናይ ምክትታል።
ሰብ ክንዲ ምንታይ ምሬት የድልዮ? ደራሲ ሊዮ ቶልስቶይ፣ ትርጉም ብርሃነመስቀል ኣርኣያ። እታ ዝዓበየት ሓውቲ ነታ ምንኣስ ሓውታ ክትበጽሓ ኣብ ሃገረሰብ መጸት። እታ ዓባይ ኣብ ከተማ ንሓደ ነጋዳይ፣ እታ ምንኣሳ ኸኣ ኣብ ዓዲ ንሓደ ሓረስታይ ተመሪዐን ነበራ። እተን ኣሓት ሻሂ ብሓንሳብ ኣብ ዝሰትያሉ፣ እታ ዓባያ ብዛዕባ መነባብሮ ኸተማን ዘለዎ ብልጫን ኣልዒላ ክትጀሃር ጀመረት። ኣብ ከተማ ምቹእ ናብራ ኸም ዘሕልፉ፣ ጽቡቕ ክዳውንቲ ኸም ዝኽደኑ፣ ጠጥዑም ኸም ዝምገቡን ከም ዝሰትዩን፣ ከምኡውን ኣብ እንዳ ትያትር፣ መናፈስን መዘናግዕን ቦታታት ከም ዝኸደት ገለጸት። እታ ምናስ ሓውቲ ረሰነት ብተራኣውን ናብራ ነጋዳይ ኣቆናጺባ ስለ ናብራ ሓረስታይ ደው በለት ኣነ ነዚ ናብራይ ፈጺመ ብመነባብሮኺ ኣይክልውጠን እየ በለት መነባብሮና ሓባጥ ጎባጥ ዝበዝሖ ክኸውን ይኽእል እዩ ይኹን እምበር ንሕና እቲ ካልእ እውን እንተተረፈ ካብ ጭንቀት ግና ነጻ ኢና ካባና ዝሓሸ መነባብሮ ከም እተሕልፉ ርግጽ እዩ እንተኾነ ግን ዋላ መብዛሕትኡ ግዜ ካብቲ ዘድልየኩም ንላዕሊ እቶት እንተረኸብኩም ኣብ ኢድኩም ኣይጸንሕን እዩ ኣይቲ ክሳራን ረብሓን መናት ኣሕዋት እዮም ዝብል ምስላ ትፈልጡ እየን ዲኺ እቶም ናይ ሎሚ ሃብታማት ንጽባሒቱ እንጌራ ክልምኑ ልሙድ እዩ ናትና መነባብሮ ዝያዳ ውሕስነት ኣለዎ ወላ እውን ናብራ ሓረስታይ ዘስብሕ እንተ ዘይኮነ ግና ነዊሕ እዩ ንሕና ፈጺምና ኣይክንህብትምን ኢና ግና ውርትግ እኹል ዝብላዕ ኣለና። እታ ዓባይ ሓውቲ ብምስትንዓቕ ከምዚ ስዒቡ በለት። እኹል ዶ በልኪ? ምስተም ሓሰማታትን ምራኻውትን ክትማቐል እንተ ኾይንኪ እወ። ብዛዕባ ጽባቐን ኣደብን ከ እንታይ ኣፍሊጡኪ እዩ? እቲ ለዋህ ሰብኣይኪ መዋእሉ ብባርነት እንተ ተገዝአ እውን ካብ ክቦ ከይተፈለኺ ሞት ከርክበኪ እዩ። ደቅኹም ከምኡ። ደሓን እንታይ እሞ ብዛዕብኡ? ብምባል መለሰት እታ ንእሽቶ። ልክዕ'ዩ ዕዮና ሓባጥ ጎባጥን ሓርፋፍን'ዩ። ግና በቲ ካልእ ሸነኽ ፍሉጥ ስለ ዝኾነ ንማንም ኣይንጉምባሕን ኢና። ንስኻትኩም ግና ኣብቲ ከተማታትኩም ብፈተና ተኸቢብኩም ኢኹም ትነብሩ። ሎሚዬ ኩሉ ደሓን እኸውን ግና ጽባሒቱ ትኽፍኡ ሰብኡት ግን ብጠላዕ ብመስተ ነቢት ወይ ብደቂ ኣንስትዮ ይፍትን እኸውን ኩሉውን ብላሽ ይጠፍእ ከምዚ ዝኣመሰለ ነገራት ልሙድ ኣይኮነን ፓሆም ኣብቲ ገዛ ኣብ ልዕሊ ጥቓቲ መዕጎዲ ሓዊ ጎቦ ኮይኑ ዕላል እተን ኣንስቲ ይሰምዕ ነበረ ንሱ ትኸክል ብምባል ሓሰበ ካብ እዋን ቁልዕነትና ክሳብ ሓመድ ድበ እንኽደነሉ ኣብ ስራሕ ጽሙዳት ኢና ንሕና ሓረስቶት ሃጠው ቀጠው ኣብ ርእስና ክነእቱ ግዜ የብልናን እቲ እንኮ ጸገምና እኹል መሬት ስለ ዘይብልና እዩ ኣነ እኹል ትሩፍ መሬት እንተዝህልወኒ ዲያብሎስ ባዕሉ እኳ ኣይምፈራሕኩዎን እተን ኣንስቲ ሻሂ ምስ ሰተያ፣ ቁሩብ እዋን ብዛዕባ ክዳውንቲ የዕለላ። ካብኡ ነቲ ኣቝሑ ሻሂ ኣለዓዒለን ክድቅሳ ጎቦ ዀና። ይኹን እምበር፣ ሰይጣን ብድሕሪ እቲ መዕጐዲ ሓዊ ኮፍ ኢሉ ኵሉ እተባህለ ሰሚዕዎ ነበረ። ሰይቲ እቲ ሓረስታይ ሰብኣያ እኹል ትሩፍ መሬት እንተ ዝህልወኒ፣ ንድያብሎስ እኳ ኣይምፈራሕክዎን ኢሉ ኺጀሃር ስለ ዝደፋፍኣቶ ተሓጒሱ ነበረ። ግርም እምበኣር! ብምባል ሰይጣን ሓሰበ። ክንጠማጠም ኢና። እኹል መሬት ክህበካ እየ። ብመንገዲ እቲ መሬት ከኣ ኣብ ትሕቲ ስልጣነይ ከእትወካ እየ። ኣብ ጥቓ እቲ ዓዲ እትነበር ኣስታት ሰለስተ ሚእቲ ኣክል ጉልቲ ዝነበራ ሰበይቲ ነበረት። ቅድሚ ሓደ ኣብ ልዕሊ እቲ ህዝቢ መቕጻዕቲ ዘኽበድሉ ሽማግለ ወታደር ሰራሕተኛ ምቝጻራ ምስቶም ሓረስቶት ጽቡቕ ርክብ ነበራ። ፓሆም ወላ እውን ብዙሕ ክጥንቀቕ እንተፈተነ እቲ ፈረሱ ብተደጋጋሚ ኣብ ሕርሻ ሰዓዕ እታ ሰበይቲ ይኣትው ነበረ። ሕጂ ኸኣ እታ ላም ኣብቲ ናታ ጀርዲን ጥሒሳ ኣትያ ነበረት። ከምኡውን እቶም ረኸውቲኡ ኣብቲ ናታ ሸኻ ኣትዮም ነበሩ። ብሰንኪዚውን ኩሉ ግዜ መቕጻዕቲ ይኸፍል ነበረ። ፓሆም እናዕዘምዘመ ኸፈለ። ኣንጸርጺሩ ንገዛ ብምኻድውን ኣብ ልዕሊ ስድራ ቤቱ ጌንጨርጨር በለ። ፓሆም። ኣብቲ ክራማት ብሰሪ ዝሆም ኣካያዲ ስራሕ ኣብ ብዙሕ መከራ ኣትዩ ነበረ። ምስ ሓገየ ግና ሳላቶም ከብቲ ኣብ ደምበ ስለ ዝዕጸዉ ሕጉስ ነበረ። ወላ እውን ኣብ ጎልጎል ወጺኦም ሳዕሪ ኣብ ዘይበልዕሉ እዋን ነቲ ድርቋ ከኹርትሞ እኳ እንተነበሮ፣ ብሰንኮም ካብ ምጭናቕ ግና ነጻ ነበረ። ኣብ እዋን ክረምቲ እታ ሰበይቲ መሬታ ክትሸይጥ ምዃና ወናኒ ኣብቲ ዓብዪ ጎደና ዝርከብ ሆቴል ክዕድጎ ይዋጋ ከም ዘሎን ተወርየ። እቶም ሓረስቶት ነዚ ምስ ሰምዑ ኣዝዮም ሰግኡ። እሞ ደኣ ብምባል ሓሰቡ። እቲ ወናኒ ሆቴል ነቲ መሬት እንተ ዓዲግዎ፣ ልዕሊ እቲ ኣካያዲ ስራሕ ናይታ ሰበይቲ ኼጨንቐና እዩ። ኵልና ኣብቲ ጕልቲ ተጸጊዕና ኢና እንነብር። ስለዚ፣ እቶም ሓረስቶት ነቲ ማሕበር ወኪሎም ብምኻድ፣ ምእንቲ እታ ሰበይቲ ነቲ ወናኒ ሆቴል ከይትሸጠሉ፣ ባዕሎም ኪዕድግዎ ዝሓሸ ዋጋ ብምቕራብ ሓተትዋ። እታ ሰበይቲ እውን፣ ንሳቶም ክውንንዎ ተሰማምዐት። ካብኡ እቶም ሓረስቶት ምእንቲ ኩሉ ብሓባር ክውንኖ እቲ ማሕበር ኩሉ እቲ ጉልቲ ክዕድጎ ምድላዋት ገበሩ። ብዛዕብኡ ክልተ ግዜ ክላዘቡ ተኣከቡ። ግና ነቲ ጉዳይ ኣብ ማዕልቦ ከብጽሕዎ ኣይከኣሉን። እቲ ኽፉእ ኣብ ማእከሎም ዘይምቅዳው ስለ ዝዘርኣ፣ ክሰማምዑ ኣይከኣሉን። ስለዚ፣ ከከም ዓቕሞም ነናቶም መሬት ክዕድጉ ወሰኑ። እታ ሰበይቲ ከም ትፈለማ ሕጂውን በዚ መደብ ተሰማምዐት። ኣብዚ እዋን ፓሆም ጐረቤቱ ሓምሳ ኣክረ መሬት ይዕድግ ከም ዘሎ፣ እታ ሰበይቲውን፣ ፍርቁ ብጥረ ገንዘብ፣ ነቲ ተሪፉ ዘሎ ፍርቁ ኸኣ ዓመት ክትጽበ ከም እተሰማምዐት ሰምዐ። ፓሆም ቀንኢ ተሰማዖ። ርኣዩለይ በሉ ብምባል ከኣ ሓሰበ። ኩሉቲ መሬት ይሽየጥ ኣሎ፣ ኣነ ግና ዋላ ገለ እኳ ኣይረኸብኩን። ስለዚ ንሰበይቱ ሓበራ። ካልኦት ሰባት ይዕድጉ ኣለዉ ከኣ በለ። ንሕና እውን ገለ ዕስራ ኣክረ ክንዕድግ ኣሎና። ናብራ ኣጸጋሚ ዀይኑ ኣሎ። እቲ ኣካያዲ ስራሕ ብመቕጻዕቲ ጥራይ የላድየና ኣሎ። ስለዚ ብኸመይ ክዕድግዎ ከም ዝኽእሉ ብሓንሳብ መኸሩ። ሚእቲ ሩቡል ቅሙጥ ነይርዎም። ነቲ ዒሉን ፍርቂ ያናህብን ሸጡ። ከምኡውን ሓደ ወዶም ከም ሰራሕተኛ ተቖጺሩ መሃይኡ ኣቐዲሙ ወሰደ። ነቲ ተረፍ ከኣ ካብ ዞምኦም ተለቅሑ። ብኸምኡ ነዚ ዅሉ ቕንጥብጣብ ኣኪቦም ፍርቂ መዐደጊ ገንዘብ ኣዳለዉ። ነዚ ምስ ገበሩ ፓሆም ኣርብዓ ኣክረ ገሊኡ ዱር ዘለዎ ሕርሻ መሬት መሪጹ ምስታ ሰበይቲ ክዋገ ኸደ። ዋጋ ምስ ተሰማምዑ ብኢዶም ሰላምታ ተለዋወጡ። ኣቐዲሙ ውን ትሕጃ ከፈለ። ኣብ ከተማ ብምኻድ ከኣ ፍርቂት ገንዘብ ከፊሉ ነቲ ተረፍ ኣብ ውሽጢ ክልተ ዓመት ክኸፍል ውዕል ተፈራረሙ። ፓሆም ገዛእ ርእሱ ዝውንኖ መሬት ሓዘ። ዘርኢ ተለቂሑ ኸኣ ኣብቲ ዝዓደጎ መሬት ዘርኦ። ጽቡቕ ምህርቲ ኸኣ ሓፈሰ። ኣብ ውሽጢ ዓመት ዕዳታ ሰበይትን ዘምኡን ክኸፍል በቕዐ። ስለዚ ኣብ ገዛእ መሬቱ ዝሓርስን ዝዘርእን፣ ኣብ ገዛእ መሬቱ ሓሰሩ ዘዳሉ፣ ናይ ገዛእ ርእሱ ገረብ ዝቖርጽን ኣብቲ ናቱ ሸኻ ከብቱ ዘብልዕን ወናኒ መሬት ኮነ። መሬት ክሓርስ ወይ። ዝዓቢ እኽሉ ክጥምት ወይ ድማ ሳዕሪ ሸኽኡ ክርኢ ኣብ ዝኸደሉ፣ ልቡ ብሓጐስ ይመልእ ነበረ። ኣብኡ ዝዓቢ ሳዕርን ዝዕምብብ ዕምባባን ንዕኡ ካብቲ ኻልእ ስፍራ ዝዓቢ እተፈልየ ነበረ። ቀደም በቲ መሬት ኣቢሉ ኣብ ዝሓልፈሉ፣ ካብቲ ኻልእ መሬት ብዙሕ ዝተፈልየ ነገር ኣይነበረን። ሕጂ ግና፣ ብፍጹም ዝተፈልየ ነበረ። ፓሆም ብመነባብርኡ ዕጉብ ነበረ። እቶም ሓረስቶት ጎረባብቱ ኣብቲ ሕርሽኡን ሸኽኡን ጥሒሶም ምእታው እንተ ዘቋርጹ እሞ ኩሉ ሰናይ ምኾነ ነይሩ። ወላ እውን ምቕልል ኢሉ እንተ ተላበዎም ንሳቶም ግና ኣይሰምዕዎን። ሕጂ እሞ እቶም ጓሶት ሕሉፍ ሓሊፎም ብሓባር ዝጓስይዎን ኣሓ ኣብ ሸኻኡ ፋሉል ይሓድግዎን ነበሩ። ከምኡውን እቶም ኣብ እዋን ለይቲ ሳዕሪ ክበልዑ ዝዋፈሩ ኣፍራስ ኣብ ማእከልቲ ሕርሻኡ ይኣትዉ ነበሩ። ፓሆም ደጋጊሙ መለሶም። ነቶም ዋናታት ከኣ ይቕረ በሎም። ነዊሕ እዋን እውን ከይከሰሶም ዓቕሊ ገበረ። ኣብ መወዳእታ ግና ዓቕሉ ጸንቀቐ። ኣብቲ ቤት ፍርዲ ናይ ዞባውን ኣቤቱታ ኣቕረበ። እቲ ጸገም እቶም ሓረስቶት ብኸፋእ ዝፍጽምዎ ዘይኮነ እኳ ደኣ መሬት ስለ ዝሓጽሮም ምዃኑ እፈልጥ እዩ። ይኹን እምበር ከም ስዒቡ ብምባል ሓሰበ። ርእየ ከም ዘይረኣኹ ሸለል ክብል ክነብር ኣይኮንኩን። ተዘይኮይኑ ኩሉ ዘለኒ ከብርሱዎ እዮም። ካብ ጌግኦም ደኣ ግድን ክመሃሩ ኣለዎም። ስለዚ ክልተ ወይ ሰለስተ ሓረስቶት ክቕጽዑ ብምግባር ካብ ጌግኦም ክመሃሩ ትምህርቲ ሃቦም። ድሕሪ ገለ እዋን ብሰንኪ'ዚ ጎረባብቲ ፓሆም ኣብ ልዕሊኡ ቅርሕንቲ ክሕዙን ደይ መደይ ኢሎም ነቶም ከብቲ ኣብ መሬቱ ክፍንዎምን ጀመሩ። ሓደ ሓረስታይ እሞ ሕሉፍ ሓሊፉ ሓደ ለይቲ ኣብ ዱር ፓሆም ጥሒሱ ብምእታው ልሕጺ ክወስድ ክብል ኣርባዕተ ዝዓብዩ ዘለዉ ኣእዋም ለሚን ቆረጸ። ፓሆም ብማእከልቲ ዱር ኣብ ዝሓልፈሉ እዋን ጻዕዳ ነገር ተዓዘበ። ምስ ቀረበ ልሕጹ እተቐንጠጠ ጕንድታት ኣብ ምድሪ ወዲቑ ረኣየ። ኣብ ጥቕኡ ኣብቲ ገረብ ዝነበረሉ ስፍራ እውን ኣብ ክንድኡ ጉርማጽ ደው ኢሉ ይረእ ነበረ። ኣብዝን ናብትን ጥራይ እንተ ዝቖርጽ እኳ እኹል ጉድኣት መውረደ ነይሩ ብምባል ፓሆም ሓሰበ። እዚ እኩይ ግና ብዘይ ምሕረት ብእኩብ እዩ ቖሪጽዎ። መን ምዃኑ እንተ ዝፈልጥ ስርሑ ምርኣኹዎ ነይረ። መን ኮን ይኸውን ብምባል እውን ብኣእምርኡ ሃውተተ። ኣብ መወዳእታ ከምዚ ብምባል ወሰነ፣ ሳይመን ክኸውን ኣለዎ። ካልእ ሰብ ነዚ ክፍጽም ኣይክእልን እዩ ክዕዘብ ክብል ከኣ ኣብ ገዛ እንዳ ሳይሞን ከደ ግና ብዘይካ መሊሱ ክሓርቕ ገለ ክረክብ ኣይከኣለን ይኹን እምበር ካብ ዝኾነ ግዜ ንላዕሊ ሳይሞን ከም ዝፈጸሞ ተሰምዖ ጥርዓን ጽሒፉ ኸኣ ኸሰሶ ሳይሞን መጸዋዕታ ቐረበሉ እቲ ጉዳይ መመሊሱ ተራእየ ኣብ መወዳእታ ኣብ ልዕሊ ሳይሞን መርትዖ ስለ ዘይተረኽበ ካብ ክሲ ነጻ ተባህለ። ፓሆም ዝያዳ ጓሃየ። ሕርቃኑ ናብ ልዕሊ እቶም ዓበይትን ደያኑን ፈነዎ። ሰረቕቲ ኣብ ልዕሊ ግራብ ተምርኹም ግራሶ ክለኽዩ ተፍቅድሎምዶ? ከኣ በለ። ባዕልኹም ሰብ ጽድቂ እንተ ትኾኑ እቲ ሰራቒ ነጻ ክኸይድ ኣይምፈቐድኩምን ኔርኩም። ስለዚ ፓሆም ምስቶም ደያኑን ምስ ጎረባብቱን ተባእሰ። ገዝኡ ከቃጽልዎ ምዃኖም ዘጠንቅቕ መልእኽቲ እውን ተወርየ። ስለዚ ፓሆም ዋላ እውን ብዙሕ መሬት እንተወነነ፣ ኣብቲ ሕብረተሰብ ዝነበሮ ቦታ ግና ካብቲ ቅድም ዝነበሮ ዝገደደ ኸፍአ። ኣብቲ እዋን እቲ ብዙሓት ሰባት ኣብ ካልእ ቦታታት ይጓዓዙ ከም ዘለዉ ብትሒም ትሒም ይውረ ነበረ። መሬተይ ዝሓድገሉ ምኽንያት የብለይን። ብምባል ፓሆም ሓሰበ። ግና ገለ ካልኦት ነዚ ቁሸትና ገዲፎሞ ኣብ ዝኸዱሉ፣ ንሕና ዝያዳ ቦታ እውን ክንረክብ ኢና። ኣነ ባዕለይ መሬቶም ወሲደ ጉልተይ ዝያዳ ከዕብዮ እየ። ዝሓሸ መነባብሮ እውን ከሕልፍ እየ። በዚ ዘለኽዎ ዝተጨቓጨቐ ኩነት ምቹእ ናብራ ከሕልፍ ግና ዘይሕሰብ እዩ። ሓደ እዋን ፓሆም፣ ኣብ ገዛ ኮፍ ኢሉ ከሎ በቲ ቁሸት ኣቢሉ ዝሓልፍ ሓደ ሓረስታይ ተደሃዮም። ኣብቲ ለይቲ ኣብኡ ክሓድር ተፈቕደሉ። ድራር እውን ተዋህቦ። ፓሆም ምስቲ ሓረስታይ ዘረባ ጀመረ። ካበይ ከም ዝመጸ ኸኣ ሓተቶ። እቲ ጋሻ ካብ ዕዩኡ ዘካይደሉ ስግር ሩባ ቮልታ ከም ዝመጸ መለሰ። ዘረባ ንዘረባ ምስ ኣምጽኦ ኸኣ እቲ ሰብኣይ፣ ብዙሓት ሰባት ኣብቲ ሩባ ይሰፍሩ ኸም ዘለዉ ነገረ። ካብ ደቂ ዓዱ እውን ብኸመይ ገለ ሰባት ኣብኡ ኸም ዝሰፈሩ ተዛረበ። ኣብቲ ማሕበር ምስ ተጸንበሩ ኸኣ ነፍሲ ወከፎም ዕስራን ሓሙሽተን ኣክረ መሬት ተዋህቦም። ካብቲ መሬት ጽባቐ እተላዕለ ኣብኡ ዝበቁል ኣጃ ክንዲ ቁመት ፈረስ ይበጽሕ። ካብ ርጉዱ እተላዕለ እውን ሓሙሽተ እጻድ እንዳ እቲ ይኣክል። በለ። ሓደ ሓረስታይ ጥራይ ኢዱ ብዘይ ገለ ነገር ኣብቲ ስፍራ ከም ዝመጸ፣ ሕጂ ግና ናይ ገዛእ ርእሱ ሽዱሽተ ኣፍራስን ክልተ ላምን ከም ዝውንን ከኣ ገለጸ። ልቢ ፓሆም ብኹትር ባህጊ ነደደ። ከምዚ ብምባል ከኣ ሓሰበ። ኣብቲ ካልእ ቦታ ኣሳፊሐ ክነብር እናኸኣልኩስ፣ ኣብዚ ጸቢብ ቦታ እንታይ ዘሳቕ ኣሎኒ? ኣብዚ ዘሎኒ መሬትን ገዛን ሸይጠ፣ በቲ ገንዘብ ኣብቲ ስፍራ ሓድሽ መነባብሮ ብምጅማር ሓድሽ ንብረት ይእክብ። ኣብዚ ዝተጨቓጨቐ ቦታ ወትሩ ካብ ጸገም ከተዕርፍ ማለት ዘበት እዩ። ግና ፈለማ ባዕለይ ከይደ ኩሉ ከረጋግጾ ኣሎኒ። እዋን ክራማት ምስ ቀረበ ተዳልዩ ተበገሰ። ብመርከብ ሃፋውን ንቮልጋ ገጹ ኣንቈልቈለ። ኣብ ሳምራ ዝተባህለ ቦታ ኸኣ በጽሐ። ኣብኡ ኣስታት ሰለስተ ሚእቲ ማይል ብእግሩ ተጓዒዙ ኣብ መወዳእታ ኣብቲ ስፍራ በጽሐ። ልክዕ ከምቲ እቲ ጋሻ ዝገለጾ ኸኣ ነበረ። እቶም ሓረስቶት እኹል መሬት ነበሮም። ነፍሲ ወከፍ ዕስራን ሓሙሽተን ኣክረ ናይ ማሕበር መሬት ክጥቀመሉ ተዓዲሉ፣ ብተወሳኺ ገንዘብ ዘለዎ ኸኣ ከም ድሌቱ ዝጸበቐ ነጻ መሬት፣ ንኣክሬ ብሓምሳ ሳንቲም ክገዝእ ይኽእል ነበረ። ኩሉ ሕትኡ ምስ ተመለሰሉ፣ ፓሆም ቀውዒ ምስ ቀረበ ኣብ ገዝኡ ተመልሰ። ንብረቱ'ውን ክሸይጥ ጀመረ። መሬቱ ከሲቡ ሸጦ። ገዝኡን ኩሉ ከብትታቱን ሸይጡ ከኣ ኣባልነት ናይቲ ማሕበር ሰረዞ። ጽግያ ክሳብ ዝበጽሕ ተጸብዮ ከኣ ንስድራ ቤቱ ናብቲ ሓድሽ ሰፈር ተበገሰ። ፓሆምን ስድራቤቱን ኣብቲ ሓድሽ መንበሪ ስፍራ ምስ በጽሑ፣ ግዜ ከይወሰደ ኣብ ማሕበር'ቲ ዝዓበየ ቁሸት ክምዝገብ ምልክታ ኣቕረበ። ምስቶም ሽማግለታት ዘትዩ ከኣ ዘድሊ ሰነዳት ተረከበ። ንዕኡን ንወዳት ደቁን ክጥቀመሉ ሓሙሽተ ብርኪ ናይ ማሕበር መሬት ተዋህበ። እዚ ሚእትን ዕስራን ሓሙሽተን ኣክረ መሬት ኣብ ሓደ ስፍራ ዘይኮነ፣ ኣብ ዝተፈላለየ ግራት እዩ ብጀካ ሰውሒቲ ማሕበር ማለት እዩ ፓሆም ዘድልዮ ገዛውቲ ምስ ሰርሐ ከብቲ ዓደገ ኣብ መሬትቲ ማሕበር ጥራይ ካብቲ ቅድሚ ሕጂ ዝነበሮ ሰለስተ ዕጽፊ ወነነ እቲ መሬት ንእኽሊ ምቹእ ነበረ ካብቲ ዝነበሮ ዓሰርተ ዕጽፊ ተመሓየሸ እኹል ናይ ሕርሻ መሬትን ሰውሕን ስለ ዝነበሮ ከም ድላዩ ብዙሕ ከብቲ ከንብረሉ ይኽእል ነበረ። ፓሆም፣ ፈለማ ኣብ እዋን ገዛ ምህናጽን ቀሲንካ ኣብቲ ቦታ ምስፋርን ኣብ ዝነበረ ሸበድበድ ብኹሉ ሕጉስ ነበረ። ግና ምስ ለመዶ፣ ኣብዚ እውን እኹል መሬት ገና ኣይሓዝኩን ብምባል ክሓስብ ጀመረ። ኣብ ቀዳማይ ዓመት፣ ኣብ ምቃልቲ ዝተዓደሎ መሬት እቲ ማሕበር ስርናይ ዘሪኡ ጽቡቕ እቶት ረኸበ። መሊሱውን ስርናይ ክዘርእ ደለየ። ግና መሬት እቲ ማሕበር ነዚ ተግባር እኹል ኣይነበረን። እቲ ካልእ መሬትውን ትሑዝ ነበረ። ኣብቲ ቦታ ስርናይ ኣብ ድንግል መሬት ወይ ኣብ ቃድራ መሬት ይዝራእ ነበረ። ሓደ ክልተ ዓመት ምሰ ዘርአ እቲ መሬት ክሳዕ ሳዕሪ ዘብቁል ይቓድር ነበረ። ብዙሓት ከምኡ ዝበለ መሬት ስለ ዝደልዩ ንኹሎም እኹል ኣይነበረን። ብሰንኪ እዚ እቶም ሰባት ይበኣሱ ነበሩ። እቶም ዝሓሸ መነባብሮ ዝነበሮም ንሕርሻ ስርናይ ይደልይዎ፣ እቶም ድኻታት ከኣ ምእንቲ ገንዘብ ኣኪቦም ቀረጽ ክኸፍሉ ንኻልኦት ሸቃጦ የካርይዎም ነበሩ። ፓሆም ብዙሕ ስርናይ ክዘርእ ደለየ፣ ስለዚ ካብ ሓደ ሸቃጣይ ንዓመት መሬት ተኻረየ። ብዙሕ ስርናይ ሰሪሑ ኸኣ ደሓን ዝዀነ እኽሊ ሓፈሰ። ግና እቲ መሬት ካብቲ ቁሸት ርሑቕ ስለ ዝነበረ፣ እስርናይ ብካሮሳ ልዕሊ ዓሰርተ ማይል ክሰሓብ ነይርዎ። ፓሆም ድሕሪ ገለ እዋን፣ ገለ ሸቃጦ ሓረስቶት ኣብ ዝተፈላለየ ቦታ ሕርሻ ይነብሩን ሃብቲ ይድልቡን ከም ዘለዉ ኣስተብሃለ። ከምዚ ብምባል ከኣ ሓሰበ፣ ኣነ፣ ኣብኡ ነፃ መሬት ክዕድግን ገዛ ሰሪሐ ክቕመጥን እንተኾይነ ኩሉ ፍፁም እተፈልየ ክኸውን እዩ። ሽዑ ኩሉ ሰናይን ፅፉፍን ክኸውን እዩ። ነፃ መሬት ናይ ምዕዳግ ሕቶ መመሊሱ ኣብ ኣእምሮኡ ተመላለሰ። ብኸምኡ መሬት ክካረን ስርናይ ክዘርእን ሰለስተ ዓመት ሓለፈ። እቲ ወቕቲ ደሓን ስለ ዝነበረ እቲ እኽሊ ፅቡቕ ነበረ። ሰላዚ ገንዘብ ከቐምጥ ጀመረ። ዕጉብ ኮይኑ ክነበር ምኸኣለ። ግና ዓመት መጸ፣ መሬት ካልኦት ሰባት ምሽማውን ምክራይን ኣሰልቸዎ። ጽቡቕ መሬት ኣብ ዝርከበሉ፣ እቶም ሓረስቶት ተቐዳዲሞም ይሕዝዎ ስለ ዝነበሩ፣ በሊሕ እንተ ዘይኴንካ ጥራይ ኢድካ ኢኻ ትተርፍ። ኣብ ሳልሳይ ዓመት ንሱን ሓደ ሸቃጣይን ካብ ገለ ሓርሶት ንሰውሒ ዝኸውን መሬት ብሓባር ተኻረዩ። ድሮ እቲ መሬት ሓሪሶም ከለዉ ኸኣ ገለ ግርጭት ተላዕለ። እቶም ሓረስቶት እውን ኣብ ቤት ፍርዲ ኣምርሑ። በዚ ምኽንያት ኩሉ እቲ ዝፈሰሰ ጉልበት ከንቱ ተረፈ። መሬተይ እንተ ዝኸውን ነይሩ ብምባል ፓሆም ሓሰበ። ጽግዕተኛ ኣይምኾንኩን ነይረ። እዚ ኹሉ ዘጉህ ነገር እውን ኣይመጸንን ነይሩ። ስለዚ ፓሆም ዝዕድጎ መሬት ከናዲ ጀመረ። ሽሕን ሰለስተ ሚእትን ኣክረ መሬት ምስ ዝዓደገ ሓረስታይ ከኣ ተራኸበ። ግና ብሕሱር ክሸጦ ድሌት ኣይነበሮን። ፓሆም ከይሰልከየ ተዋግኤ። ኣብ መወዳእታ ከኣ ብሽሕን ሓሙሽተ ሚእትን ሩብል ገሊኡ ብጥረ ገንዘብ ገሊኡ ከኣ ድሒሩ ክኸፍሎ ተሰማምዑ። ነቲ ጉዳይ ዳርጋ ወዲኦም ኣብ ዝዛዘሙሉ፣ ሓደ ገያሻ ሸቃጣይ ፈረሱ ከብልዕ ኣብ እንዳ ገዛ ፓሆም ንሓደ መዓልቲ ተኣልየ። ንሱን ፓሆምን ሻሂ እናሰተዩ ኸኣ ዘረባ ሓዙ። እቲ ሸቃጣይ ሽሕን ሰለስተ ሚእትን ኣክረ መሬት ብሽሕ ሩቡል ዓዲጉ ካብ ርሑቕ ዓዲ ካብ መሬት ደቂ ባሽኪር ከም እተመልሰ ገለጸ። ፓሆም መሊሱ ኣጥቢቑ ሓተቶ። እቲ ሸቃጣይ እውን ከምዚ በለ። እቲ ሰብ ክገብሮ ዝግባእ ነገር ምስቶም ሓላቑ ምትዕርራኽ ጥራይ እዩ። ብጀካ ካርቶን ቀጠፍን ነቶም መስተ ዝሰትዩ ጥርሙዝ ነቢትን ሓደ ሚእቲ ሩብል ዝዋግኡ ፒጃማታትን መናጽፍን ሂበ ነቲ መሬት ንኣክረ ትሕቲ ክልተ ሰናቲም ዓዲገዮ። ነቲ ምስክር ዋንነት ንፓሆም ኣርእዩ ከምዚ በለ፣ እቲ መሬት ኣብ ገማግም ሩባ እዩ። ኩሉ እቲ ምድረ ሳዕሪ ኸኣ ድንግር መሬት እዩ። ፓሆም ሕቶታት ደራረበሉ። እቲ ሸቃጣይ እውን ከምዚ በለ፣ ዓመት ምሉእ ኬድካ ዘይትውድኦ መሬት ኣብኡ ኣሎ። ኩሉ ድማ ንብረት ደቂ ባሽኪር እዩ። ከም በጊዕ የዋሃት እዮም ኣብኡ መሬት ዳርጋ በጥራዩ ክዕደግ ይከኣል እዩ እነሆ ቁምነገር ብምባል ፓሆም ሓሰበ እቲ ሓደ ሽሕ ሩብል እንታይ ገዲሱኒ ሽሕን ሰለስተ ሚእትን ኣክረ መሬት ጥራይ ዝዕድግ ከምኡውን ብዕዳ ዝብላዕ ኣብኡ እንተኸይደ ግና በዚ መጠን ገንዘብ ልዕሊ ዓሰርተ ዕፅፊ ኸእረኽበሉ እየ ፓሆም ኣብቲ ቦታ ብኸመይ ከም ዝበጽሕ ሓተተ። ሽዑ ንሽዑ እቲ ሸቃጣይ ምስ ከደ ኸኣ፣ ባዕሉ ኣብቲ ቦታ ክኸይድ ተዳለወ። ሰበይቱ ምእንቲ ነቲ ውራይ ገዛ ከተመሓድሮ ኣብኡ ገዲፉ፣ ሰራሕተኛኡ ሒዙ ንጕዕዞ ተበገሰ። ኣብ ሓንቲ ከተማ ደው ኢሎም ከኣ፣ ከምቲ እቲ ሸቃጣይ ዘማኸሮ፣ ህያብ ዝኸውን ካርቶን ቀጠፍ፣ ገለ ነቢትን ካልእ ህያባትን ዓደጉ። ከምኡ እናበሉ ልዕሊ ሰለስተ ሚእቲ ማይል ተጓዕዙ። ኣብ መበል ሻቡዓይ መዓልቲ ኸኣ እቶም ደቂ ባሽኪር ቴንዳ ኣብ ዝተኸሉሉ ስፍራ በጽሑ። ኩሉ ነገር ልክዕ ከም እቲ ሸቃጣይ ዝሓበሮ ነበረ። እቶም ሰባት ኣብ ጥቓ ሩባ ምድረ ሳዕሪ ብዓለባ ጸምሪ ኣብ እተሰርሐ ቴንዳታት ይነብሩ ነበሩ። ነቲ መሬት ኣይሓርሱን ቅጫውን ኣይበልዑን ነበሩ። ከብቶምን ኣፍራሶምን ኣብቲ ምድረ ሳዕሪ ይበልዑ ነበሩ። እቶም ናእሽቱ ፍራስ ድሕሪ እቲ ቴንዳታት ተቐይዶም ነበሩ። እተን ባዝራ ፍራስ እውን ኣብ መዓልቲ ክልተ ሳዕ ናብኣታቶም ይኣትዋ ነበራ። እተን ባዝራ ፍራስ ይሕለባ ነበራ። ካብቲ ጸባ እውን ኩሚስ ዝተባህለ ርግኦ ይስራሕ ነበረ። እተን ኣንስቲ'የን ኩሚስ ዘዳልዋ ዝነበራ፣ ከምኡ'ውን ኣጅቦ ይሰርሓ ነበራ። እቶም ሰብኡት እሞ ብጀካ ኩሚስን ሻሂን ምስታይ፣ ስጋ በጊዕ ምብላዕን ሻምብቆ ምጽዋትን ካልእ ዝግደስሉ ውራይ ኣይነበሮምን። ደጭዳጫትን ጸወታ ዝፈትዉን ከምኡ'ውን ምሉእ ክራማት ፈጺሞም ብዛዕባ ስራሕ ኣይሓስቡን ነበሩ። መሃይማትን ቋንቋ ራሻ ዘይፈልጡን ነበሩ። ግና ተፈታዊ ባህርያት ነይርዎም። ፓሆም ምስ ረኣይዎ፣ ካብ ቴንዳታቶም ወጺኦም ነቲ ጋሻኦም ከበብዎ። ተርጓማይ ምስ ተረኽበ፣ ፓሆም ብዛዕባ ጉዳይ መሬት ከም ዝመጸ ሓበሮም። እቶም ደቂ ባሽኪር ተሓጐሱ። ንፓሆም ከኣ ካብቲ ዝበለጸ ቴንዳታት ኣብ ሓደ ወሰድዎ። ኣብ ምንጻፍ ኣብ እተነብረ መተርኣስ ኮፍ ኣቢሎም ኣብ ዙርያኡ ኮፍ በሉ። ሻህን ኩሚስን ሃብዎ። በጊዕ ሓሪዶም ከኣ ስጋ ክበልዕ ቀረቡሉ። ፓሆም ኣብ ካሮሳኡ ህያባት ኣውጺኡ ነቶም ደቂ ባሽኪር ሃቦም። ነቲ ቐጠፍ ሻህ እውን ኣከፋፈለሎም። እቶም ደቂ ባሽኪር ተሓጐሱ። ንሓድሕዶም ነዊሕ ተዘራሪቦም ከብቅዑ ከኣ ነቲ ያህ ተርጓማይ ከተርጉም ነገርዎ። ነዚ ክነግረካ ይደልዩ በለት እያ ተርጓሚ ፈትዮምኻ ከም ዘለዉ ከምኡውን ብመሰረት ባህልና ጸማ ህያቡ ክንመልስ ጋሻና ክነሐጉስን ዓቕምና ዘፈቕዶ ኩሉ ክንገብር ኢና ንስኻ ህያባት ሃብካና ኣብቲ ንሕና እንውንኖ ነቲ ኣዝዩ ባህ ዝብለካ መሬት ሓብረና ንሕና እውን ክንህበካ ኢና ኣብዚ እቲ ዝያዳ ባህ ዝብለኒ ብምባል ፓሆም መለሰ። መሬትኩም እዩ። መሬትና ዝተጨቓጨቐ እዩ። እቲ ሓመድ እውን ኣፍራይነቱ ወዲ እዩ። ንስኻትኩም ግና ብዙሕን ጽቡቕን መሬት ኣለኩም። ከምዚ ዝበለ ርእየ እኳ ኣይፈልጥን። እቲ ኣተርጓሚ ኣተርጎመ። እቶም ደቂ ባሽኪር ንሓድሕዶም ገለ እዋን ተመያየጡ። ፓሆም እንታይ ከም ዝብሉ ኣይፈለጠን ግና ብዙሕ ባህ ከም ዝበሎም ከምኡውን ዓው ኢሎም ይዛረቡን ይስሕቁን ከም ዘለዉ ተዓዘበ ካብኡ ትያትርጓሚ ኣብ ዝተረጎመሉ ብዘይ ዘረባ ንፓሆም ይጥምቱ ነበሩ ነዚ ስዒቡ ዘሎ ክነግረካ ይደልዩ ግብረ መልሲ ህያባትካ ድላይካ መሬት ብሓጎስ ክህቡኻ እዮም ብኢድካ ጥራይ ኣመልክት እምበር ናትካ ክኸውን እዩ። እቶም ደቂ ባሽኪር መሊሶም ገለ እዋን ምስ ተመያየጡ ክካትዑ ጀመሩ። ፓሆም እንታይ የካትዖም ከም ዘሎ ሓተተ። እቲ ኣተርጓሚ እውን ሓደ ወገን ቅድም ነቲ ሓለቓኦም ብዛዕባ እቲ መሬት ክሓትዎ ከም ዝግባእን ንሱ ኣብ ዘይብሉ ውሳነ ከሕልፉ ከም ዘይግባእን ክገልጹ ከለዉ ካልኦት ግና ክሳዕ ዝምለስ ክንጽበ የብልናን ይብሉ ኣለዉ ብምባል ገለጸሉ። ደቂ ባሽኪር ኣብ ዝከራኸርሉ ብጸምረ ዋኻርያ ዝተሰርሐ ዓብዪ ቆቢዕ ዝወደየ ሰብኣይ ኣተወ። ኩሎም ብጸጥታ ካብ መቐመጢኦም ብድድ በሉ። እታ ተርጓሚ እዚ ባዕሉ እዩ ሓለቓና በለ። ፓሆም ተቐላጢፉ እቲ ዝበለጸ ባድላ ክዳንን ሓሙሽተ ፓውንድ ቀጠፍ ሻሂን ብምውጻእ ነቲ ሓለቓ ቀረበሉ። እቲ ሓለቓ ተቐበሎ፣ ኣብ ናይ ክብሪ ቦታኡ ኸኣ ኮፍ በለ። እቶም ደቂ ባሽኪር ገለ ነገር ክነግርዎ ጀመሩ። እቲ ሓለቓ ገለ እዋን ምስ ሰምዐ፣ ርእሱ ብምንቕናቕ ስቕ ክብሉ ሓበሮም። ብቋንቋ ራሻ ገዛእ ርእሱ ንፓሆም ኣፋሊጡ ከምዚ በሎ። ድሓን ተሰማሚዐ ኣለኹ ዝደለኻዮ ክፋል መሬት ምረጽ ንሕና እኹል ትሩፍ ኣለና ከመይ ገሬ ድላየ ክወስድ እኽእል ብምባል ፓሆም ሓሰበ ምእንቲ ውሕስነቱ ክረጋገጽ ወረቐት ምስክር ዋንነት ክሕዝ ኣሎኒ ኣይኮነን ግና ናትካዩ ኢሎም ከብቅዑ ካብኡ ተመሊሶም ክወስድዎ ክእሉ የቐኔለይ ስለቲ ሰናይ ቃላትኩም በለ ዓው ኢሉ። ንስኻትኩም ብዙሕ መሬት ኣለኩም፣ ኣነ ግና ሒደት እየ ዝደሊ። ግና ኣየናይ ናተይ ምዃኑ ርግጸኛ ክኸውን ደሊ። ክዕቀነለይን ብስመይ ክመሓላለፍ እንዶ ምኸኣለ ህይወትን ሞትን ኣብ ኢድ እግዚኣብሔር እዩ። ንስኻትኩም ቁኑዓት ሰባት ንዓይ ሂብኩምኒ፣ ግና ደቅኹም መሊሰም ክወስድዎ ይደልዩ ይኾኑ። ጽቡቕ ኣለኻ፣ በለ እቲ ሓለቓ። ብስምካ ክነስግሮ ኢና። ኣብዚ ሸቃጣይ ከም ዝነበረ ሰሚዐ ነይረ፣ ብምባል ፓሆም ዘረብኡ ቀጸለ። ንስኻትኩም ሒደት ሜረት ሂብኩም፣ ብኡ መሰረት ዋንነት ምስክር ዝኸተመ። ኣነ እውን ከምቲ ናቱ ክገብር ምደለኹ። እቲ ሓለቓ ተሰማምዐ። እወ። ብምባል መለሰ። ከምኡ ብቐሊሉ ክግበር ይከኣል እዩ። ንሕና ጸሓፋይ ኣለና። ምሳኻ ኣብ ከተማ ብምኻድ ነቲ ውዕል ብግቡእ ክንሓትሞ ኢና። እቲ ዋጋኸ ክንደይ እዩ? ብምባል ፓሆም ሓተተ። ዋጋና ኩል ግዜ ሓደ ዓይነት እዩ ኣብ መዓልቲ ሓደ ሽሕ ሩቡል እዩ። ፓሆም ኣይተረደኦን። ኣብ መዓልቲ? ከመይ ዝበለ ምዕቅን ደኣ እዩ? ክንደይ ኣክረ ከ ክኸውን እዩ እዚ? ብኸመይ ከም ዝጽብጸብ እዚ'ዩ ክንብል ኣይንኽእልን ኢና። በለት ሓለቓ። ብመዓልቲ ኢና ንሸጦ። ኣብ መዓልቲ ብእግርኻ ክትኮሎ እትኽእል ኩሉ ናትካ እዩ። እቲ ዋጋ እውን ሓደ ሽሕ ሩቡል እዩ። ፓሆም ደንጸዎ። ግና ኣብ መዓልቲ ኣብ ሰፊሕ ክፋል መሬት ክትኮልል ትኽእል። በለ። እቲ ሓለቓ ሰሓቐ። ናትካ ክኸውን እዩ። በለ ደጊሙ። ግና ሓደ ቅድመ ኩነት ኣሎ። ኣብቲ ፈለማ ዝተበገስካሉ ቦታ ኣብቲ መዓልቲ እንተዘይተመሊስካ ገንዘብካ ክትኸስሮ ኢኻ። ግና ከመይ ገይረ ነቲ ዝኸድኩሉ መንገዲ ምልክት ክገብር እኽእል? ብኸመይዶ ንሕና ኣብ ዝመረጽካዮ ቦታ ክንከይድ ኣብኡ ክንጸንሕን ኢና። ባዴላኻ ሒዝካ ካብቲ ቦታ ብምብጋስ ክትኮልል ይግባእ። ኣገዳሲ ብትብሎ ቦታ ኩሉ ምልክት ግበረሉ። ኣብ ነፍሲ ወከፍ ኣንጎሎ ጉድጓድ ክዒትካ ሳዕሪ ጸፍጽፈሉ። ካብኡ ድሒርና ካብ ጉድጓድ ንጉድጓድ ብማሕረሻ ክንኮሎ ኢና። ከም ድላይካ ሰፊሕ ቦታ ክትኮልል ትኽእል ኢኻ፣ ግና ጸሓይ ከይዓረበት ግድን ናብቲ ዝተበገስካሉ ቦታ ክትምለስ ኣለካ። ዝረገጽካዮ ዘበለ መሬት ናትካ ክኸውን እዩ። ፓሆም ተሓጎሰ። ጽባሒቱ ንግሆ ክብገስ ከኣ ተወሰነ። ገለ እዋን ዘረባ ቀጸሉ። ተወሳኺ ኩሚስ ምስ ሰተዩን ስጋ በጊዕ ምስ በልዑን እንደገና ሻሂ ሰተዩ። ካብኡ ምድሪ መሰሔ። ካብ ክንቲት እተሰርሐ ፍርናሽ ዓራት ፓሆም ኪድቅሰሉ ሂቦም፣ እቶም ደቂ ባሽኪር ንግሆ ወጋሕታ ኪራኸቡን ጸሓይ ከይበርቐት ኣብቲ ምዱብ ቦታ ኪርከቡን ተሰማሚዖም ኣብቲ ለይቲ በቦትኦም ተፈላለዩ። ፓሆም ኣብ ልዕሊ እቲ ብክንቲት ዝተሰርሐ ፍርናሽ ዓራት ጎቦ ዀነ። ግና ድቃስ ክወስዶ ኣይከኣለን። መመሊሱ ብዛዕባ እቲ መሬት ይሓስብ ነበረ። ክንዲ ምንታይ ሰፊሕ ክፋል መሬት ክሕዝ እየ? ብምባል ሓሰበ። ብዘይ ጸገም ኣብ መዓልቲ ዕስራን ሓሙሽተን ማይል ክኸይድ እኽእል እየ። ኣብዚ እዋን እቲ መዓልቲ ነዊሕ እዩ። ኣብ ዙርያ ዕስራን ሓሙሽተን ማይል ግድን ብዙሕ መሬት ክህልው እዩ። ነቲ ድኹም መሬት ይሸጦ። ወይ ንሓረስቶ ተካረዮ ግና ነቲ ዝበለጸ መሬት ሓርየ ሓርሶ። ክልተ ጽምዲ ብዕራይ ዓዲገ ክልተ ተወሰኽቲ ሰራሕተኛታት እቖጽር። ከባቢ ሚእትን ሓምሳን ኣክረ ማሕረስ ትኸውን መሬት ትኸውን። ነቲ ተሪፉ ዘሎ ኸኣ ከብቲ ሳዕሪ የብልዓሉ። ፓሆም ሙሉእ ለይቲ ከይደቀሰ ሓደረ። ቀቅድሚ ምድሪ ምውግሑ ጥራይ ድቃስ ሰዓሮ። ዓይኑ ዳርጋ ሰለም ምስ ኣበለውን ሕልሚ ሓለመ። ኣብቲ ዝደቀሰሉ ቴንዳ ከም ዝደቀሰ ሓሰበ። ገለ ሰብ ከኣ ኣብ ደገ ዕቡጥ ሰሓቕ ክስሕቕ ሰምዐ። መን ኮን ይኸውን? ኢሉ እውን ተገረመ። ተሲኡ ከኣ ንደገ ወጸ። እቲ ሓለቓ እቶም ደቂ ባሽኪር ኣብ ኣፍ ደገ እቲ ቴንዳ ኮፍ ኢሉ ሕቖኡ ሒዙ ብሰሓቕ ክንኽነኽ ረኣዮ። ፓሆም ኣብቲ ሓለቓ ቀሪቡ ኸኣ ከምዚ ብምባል ሓተተ። ስለምንታይ ኢኻ ትስሕቕ ዘሎኻ? ግና ሕጅስ እቲ ሓለቓይ ዘይኮነ፣ እኳ ደኣ እቲ ኣብ ገዝኡ መጺኡ ብዛዕባቲ መሬት ዝሓበሮን ሸቃጣይ ምዃኑ ተዓዘበ። ፓሆም ኣብዚ ነዊሕ ጌርካዶ? ብምባል ክሓቶ ክብል እቲ ሸቃጣይ ዘይኮነ እኳ ደኣ እቲ ቅድሚ ነዊሕ እዋን ካብ ቮልጋ ኣብ ናይ ቀደም ገዛ እንዳ ፓሆም ዝመጽእ ሓረስታይ ምዃኑ ረኣየ። መሊሱ እቲ ሓረስታይ ዘይኮነ እኳ ደኣ ዲያብሎስ ባዕሉ ምስ ቀርኑን ሸኾንኡን ኮፍ ኢሉ ዕቡጥ ሰሓቕ ክስሕቕ፣ ኣብ ቅድሚኡ ኸኣ ሓደ ሰብኣይ ጥራይ እግሩ፣ ስረን ካምቻን ጥራይ ገይሩን ኣብ ምድሪ ተጎንቢሑን ረኣየ። ፓሆም ብሕልሙ መንነት እቲ ኣብ ምድሪ ተሰጢሑ ዘሎ ሰብኣይ ከለሊ ኣተኲሩ እንተ ጠመተ፣ እቲ ሰብኣይ ከም ዝሞተን ንሱ ባዕሉ ምዃኑን ረኣየ። ብኽቱር ስንባደውን ተበራበረ። ከመይ ዝበለ ሕልሚ ደኣ እዩ? ብምባል ሓሰበ። ከባቢኡ ኣብ ዝጠምተሉ፣ በቲ ኸፋት ማዕጾ ምድሪ ኸም ዝወግሐ ረኣየ። እቲ ንኣኣቶም ዘበራብረሉ እዋን ኣኺሉ እዩ። ብምባል ሓሰበ። ግድን ክንብገስ ኣለና። ተንሲኡ ንሰራሕተኛኡ ኣበራበሮ። ኣብ ውሽጢ ሃረስኡ ደቂሱ ነበረ። ነቶም ኣፍራስ ክጸምዶም ሓቢሩ፣ ነቶም ደቂ ባሽኪር ክጽውዖም ከደ። ኣብቲ ምድረ ሳዕሪ ብምኻድ፣ መሬት ዝዕቀነሉ ግዜ ሕጂ እዩ። በለ። እቶም ደቂ ባሽኪር ካብ ድቃሶም ተንስኡን ተኣከቡን። እቲ ሓለቓውን መጸ። ሕጂውን ከም ልሙድ ኩሚስ ሰተዩ። ንፓሁም ከኣ ሻሂ ስተ በልዎ። ንሱ ግና ክጽበይ ደለየን። ክንከይድ እንተ ዄንና ንኺድ፣ እንዋዘየሉ ግዜ ኣይኰነን ድማ በለ። እቶም ደቂ ባሽኪር ተዳለዉን ኵሎም ተበገሱን። ገሊኦም ኣብ ኣፍራስ ተወጥሑ፣ ገለ ኸኣ ኣብ ካሮሳታት ደየቡ። ፓሆም ባዴላ ሒዙ ምስ ሰራሕተኛኡ ብናይ ገዛእ ርእሱ ንእሽቶ ካሮሳ ተበገሰ። ኣብቲ ምድረ ሳዕሪ ኣብ ዝበጽሓሉ እዋን፣ እቲ ጊሓት ቀይሑ። ክበርህ ጀሚሩ ነበረ። ኣብ ሓደ ኩጀት ደየቡ። ደቂ ባሽኪር ሸኻን ብምባል ይጽውዕዎ። ካብ ልዕሊ ከርስኦም ኣፍራሶምን ወሪዶም ከኣ ኣብ ሓደ ስፍራ ተኣከቡ። እቲ ሓለቓ ኣብ ፓሆም ቀሪቡ፣ ብኢዱ ኣብቲ ጐልጐል ገጹ ኣመልከተ። ረ በለ። ኩሉ እዚ ዓይንኻ ክርእዮ ዝኽእል ናትካ እዩ። ካብኡ ድላይካ ክትመርጽ ትኽእል ኢኻ። ኣዒንቲ ፓሆም ኣንጸባረቐ። ኩሉ ድንግል መሬት ከም ከብዲ ኢድካ ስጡሕ፣ ከም ዘርኢ ፖፒ ጸሊም እዩ። ከምኡውን ኣብ ጉድጓድ ቦታታት ክሳብ ኣፍልብኻ ዝበጽሕ ዝተፈላለየ ዓይነት ሳዕሪ ቦቒሉ ነበረ። እቲ ሓለቓ ብጸምሪ ወኻርያ እተሰርሐ ቆቢዕ ኣውጽኣ፣ ኣብ ምድሪ ኣቐሚጡ ኸኣ ከምዚ በለ፣ እዚ መለከት ኪኸውን እዩ። ኣብዚ ተበገስ፣ ኣብዚ ኸኣ እንደገና ተመለስ። ኵሉ ዝዀለልካዮ ምድሪ ናትካ ኪኸውን እዩ። ፓሆም ገንዘቡ ኣውጺኡ፣ ኣብ ልዕሊ እቲ ቆቢዕ ኣንበሮ ጃኬቱ ኣውጺኡ እጅገ ዘይብሉ ጅባ ጥራይ ገበረ። ቅናቱ ፈቲሑ ኣብ ትሕቲ ከብዱ ኣትሪሩ ኣሰሮ። ኣብ ኣፍ ልቢ ጅብኡ ንእሽቶ ባኒ ዝሓዘ ከረጺት ኣእተወ። ፊያስኮ ማይ ኣብ ቅናቱ ኣሲሩ ከኣ፣ ላዕለዋይ ጫፍ ቡት ጫምኡ ኣቕንዐ። ነቲ ባዴላ ካብ ሰራሕተኛኡ ተቐቢሉ'ውን ክብገስ ተዳልዩ ደው በለ። ገለ ህሞት በየናይ መንገዲ ክኸይድ ከም ዝሓይሽ ሓሰበ። ኩሉ'ቲ ቦታታት ቀልብኻ ዝፈታተን ነበረ። ዝመጸ ይምጻእ ብምባል ደምደመ። ኣብቲ ጸሓይ ዝበረቐትሉ ገጸይ ክኸይድ። ገጹ ንምብራቕ ኣቢሉ ተመጣጠረ። እታ ጸሓይ ክሳብ ልዕሊ ወሰን እትረኣ ኸኣ ተጸበየ። ግዜ ኽጥፍእ የብለይን ብምባል ሓሰበ። መሬት ዘሕሊ ኸሎ ምስጓም ከኣ ቐልል። ጩራ ጸሓይ ኣብ ልዕሊ እቲ ደረት ትርኢት ዳርጋ ብልጭ ምስ በለ፣ ፓሆም ኣብ መንኵቡ ባዴልኡ ጼሩ ኣብቲ ምድሪ ሳዕሪ ገጹ ኣንቈልቈለ። ፓሆም ከይዘሓለን ከይቀልጠፈን ክስጉም ጀመረ። ሓደ ሽሕ ያርድ ዝኣክል መገዲ ምስ ተጓዕዘ፣ ደው ኢሉ ጉድጓድ ብምኹዓት ምእንቲ ብጽቡቕ ክረኣ ኣብ ልዕሊኡ ሳዕሪ ጸፍጸፈሉ። ካብኡ ጉዕዞ ቀጸለ። ክፍሊ ኣካላቱ ስለ እተፈትሐ ኸኣ ስጉምቱ ኣቐልጠፈ። ድሕሪ ገለ እዋን ካልእ ጉድጓድ ኩዓተ። ፓሆም ድሕሪት ገጹ ጠመተ። እቲ ዅጀት በቲ ጸሓይ ብርሃን ኣብ ልዕሊኡ ምስ ዘለዉ ሰባትን ዘንጸባርቕ ጐማታት ካሮሳታትን ብንጹር ይረኣ ነበረ። ፓሆም ብሓርፋፍ ሰለስተ ማይል ከም እተጓዕዘ ገምገመ። እቲ ምቖት ይውስኽ ነበረ። ጥቢቆ ጅባኡ ኣውጺኡ ኣብ መንኩቡ ብምንጥልጣል እንደገና ጕዕዞኡ ቐጸለ። እቲ ምቖት መሊሱ ወሰኸ። እታ ፀሓይ ምስ ጠመታ ቁርሲ ዝቑርሰሉ እዋን ምዃኑ ሓሰበ። ቀዳማይ ፈረቓ ተዛዚሙ እዩ፣ ግና ኣብ መዓልቲ ኣርባዕተ ፈረቓ እዩ ዘሎ። ሕጂ ክምለስ ገና ግዜኡ ኣይኮነን። ይኹን እምበር ቡት ጫባይ ከውፅኦ ኣለኒ ብምባል ምስ ገዛእ ርእሱ ተዛረበ። ኮፍ ኢሉ ቡት ጫምኡ ኣውፅአ። ኣብ መቐነቱ ኣሲሩ ኸኣ ጉዕዝኡ ቐጸለ። ሕጂ ኣብ ምስጓም ፎኺሱ ነበረ። ሰለስተ ማይል መሊሰ ክጓዓዝ ኣሎኒ ብምባል ሓሰበ። ካብኡ ንጸጋም ተጠውየ። ትርኢት እቲ ቦታ ኣዝዩ ጽቡቕ ስለ ዝነበረ ነዚ ክትስእኖሲ ብሓቂ ገበን እዩ መመሊስካ ጉዕዞ ብትውስኸሉ እቲ መሬት መመሊሱ ዝጽብቕ ይመስል ገለ እዋን ተኺሉ መንገዱ ቐጸለ ነቲ ኸባቢኡ ዘይሩ ምስ ኣቋመተ ኸኣ እቲ ኩጀት ዳርጋ ኣይረኣን ነበረ ኣብኡ ዘለዉ ሰባት እውን ጸሊም ጻጸ መሰሉ ከምኡውን ገለ ነገር በቲ ጸሓይ ብርቕርቕ ክብል ይረኣ ነበረ ኦይ ብምባል ፓሆም ሓሰበ። በዚ ኣንፈት ዝኣክል ተጓዒዘ ሕጂ ዝምለሰሉ እዋን እዩ። ብተወሳኺ ርህጽን ኣዝየ ጸሚየን ኣለኹ። ደው ኢሉ ዓቢ ጉድጓድ ብምኹዓት ብቑርጽራጽ ሳዕሪ ሸፈኖ። ካብኡ ነቲ ፍያስክኡ ኸፊቱ ሰተየ። ኣብ ጸጋም ከኣ ተጠውየ። ነዊሕ እዋን ውን ሰጎመ። እቲ ሳዕሪ ነዊሕ እቲ ሙቐት ውን ልዑል ነበረ። ፓሆም ክደክም ጀመረ። ኣብታ ጸሓይ ጠሚቱ ከኣ ፋዱስ ምዃኑ ኣስተብሃለ። ደሓን ብምባል ሓሰበ። ግድን ከዕርፎ ኣሎኒ። ኮፍ ኢሉ ቅጫ በልዐን ማይ ሰተየን። ግና ብኡቢሉ ድቃስ ከይወስዶ ኢሉ ጎቦ ኣይኮነን። ሒደት እዋን ኮፍ ምስ በለ እንደገና ጉዕዞኡ ቀጸለ። ፈለማ እቲ ምግቢ ሓይሊ ሂብዎ ስለ ዝነበረ ብዘይ ጸገም ይስጉም ነበረ። ግና እቲ ሙቖት ኣመና ምስ በርትዐ ትኽስ በለ። እንተኾነ ግን እቲ እትጽገመሉ ሰዓት ምእንቲ ምሉእ ህይወትካ እትረብሓሉ ነገር ክትብል እዩ ኢሉ ብምሕሳብ፣ ጉዕዞ ቀጸለ። በዚ ኣንፈት እውን ነዊሕ ተጓዕዘ። እንደገና ኣብ ጸጋም ክጥወ ምስ በለ ጠሊ ዝሓዘ ጉድጓድ ስፍራ ረኣየ። ነዚ ክትገድፎሲ ብሓቂ ገበን እዩ ብምባል ሓሰበ። እንጣጢዕ ኣብኡ ጽቡቕ ክበቁል እዩ። ስለዚ ነቲ ጉድጓድ ስፍራ ሓለፎ። ቅድሚ ኣብ ኩርናዕ ምጥዋዩ ኣብ ስግሩ ጉድጓድ ኩዓተ። ፓሆም ኣብ ትዅጀት ገጹ ጠመተ። እቲ ሙቐት ነቲ ኣየር ዘይረኣ ገይርዎ ነበረ። ዘንገብግብ እውን ይመስል ነበረ። በቲ ጽልግልግ ኣብ ልዕሊ እቲ ኵጀት ዝነበሩ ሰባት ዳርጋ ኣይረኣዩን ነበሩ። ኦይ! ብምባል ሓሰበ ፓሆም። ነቶም ጐድንታት ኣንዊሐዮም ኣለኹ። ነዚ ግድን ከሕጽሮ ኣለኒ። ኣብቲ ሳልሳይ ጐድኒ መንገዱ ቐጸለ፣ ስጕምቱ'ውን ኣቀላጠፈ። ነታ ጸሓይ ረኣያ። ኣብ ፍርቂ ደረት ትርኢት በጺሓ ነበረት። ገና'ውን ኣብ ትርብዒት ክልተ ማይል ናይቲ ሳልሳይ ጐድኒ ኣይዛዘመን ነበረ። ኣብቲ ዕላምኡ ዓሰርተ ማይል ተሪፍዎ ነበረ። ኣይፋል ብምባል ሓሰበ። ወላውነት መሬተይ ዘባል እንተገበሮ ሕጂውን ብቐጥታ መስመር ክምለስ ኣሎኒ። ነዊሕ ከይደ ኸውን እየ። ስለዚ ብዘለዎ እኳ ዓቢ መሬት ሒዘ ኣለኹ። ስለዚ ፓሆም ብቕልጡፍ ጉድጓድ ኩዒቱ ብቐጥታ ድሕሪት ኣብቲ ኩጀት ገጹ ተጠውየ። ፓሆም ትኽ ኢሉ ኣብቲ ኩጀት ገጹ ኣምርሐ። ግና ሕጂ ብጸገም ይስጉም ነበረ። በቲ ሙቐት ኣድኪምዎ ትሕቲ እግሩ ቈሲሉን ስምብራት ገይሩን ኣእጋሩ ምስጓም ስኢኑን ነበረ። ክዕርፍ ኣዝዩ ደለ። ግና ቅድሚ ፀሓይ ምዕራባ ክምለስ እንተኾይኑ ዝሕሰብ ኣይነበረን። ፀሓይ ንዝኾነ ሰብ ኣይትጽበን እያ። መመሊሳ ትትሕት ከኣ ነበረት። ወይ ኣነ ብምባል ሓሰበ። ብዙሕ ክረክብ ክብል ጠምበርበር እንተዘይብልሲ ክንደይ ሰናይ ምነበረ፣ እንተ ደንጉየሲ እንታይ ኮን ክገብርየ? ኣብ ትኹጀትን ኣብታ ጸሓይን ገጹ ጠመተ። ካብ ሽትኡ ግና ርሒቑ ነበረ። እታ ጸሓይ እውን ድሮ ኣብ ወሰን በጺሓ ነበረት። ፓሆም ነዊሕ ሰጎመ። ኣብ ምስጓም ኣጸጋሚ እኳ እንተነበረ ግና ቅልጣፍኡ እናወሰኸ ሰጎመ። ከይተሓለለ መረሸ። ግና ካብ ዕላምኡ ገና ርሑቕ ነበረ። ጁባኡ፣ ቡት ጫማኡ፣ ፊያስኩኡን ቆቢዑን ደርብዩ፣ ከም ሙርኩስ ክጥቀመሉ ነቲ ባዴላ ጥራይ ሒዙ ክጎዪ ጀመረ። እንታይ ክገብር ኣሎኒ? ብምባል እንደገና ሓሰበ። ብዙሕ ክሕዝ ሃርገፍገፍ ክብል ኩሉ ከንቱ ክባኺነዮ። ፀሓይ ቅድሚ ምዕራባ ኣብኡ ክበጽሕ ኣይክእልን እየ። እቲ ፍርሒ ዝያዳ ትንፋስ ከልኦ። ፓሆም ብርሃጽ ዝጠልቀየ፣ ኣብ ነብሱ ዝለገበ ኻምቻን ስረን ገይሩ፣ ኣፉ ነቒጹ ይጐዪ ነበረ። ኣፍ ልቡ ከም ህራም ሓጓዲ ይንቀው፣ ልቡ ኸም ሞደሻ ይወቅዕ፣ ኣእጋሩውን ተኻኢሉ ኸም ዘይናቱ ቀይቀይ ይብል ነበረ። ፓሆም ብሰሪ ጭንቀት ከይመውት ሰግአ። ወላውን ከይመውት እንተ ፈርሀ፣ ጠጠው ግና ኣይበለን። እዚ ኹሉ መንገዲ ጒዪ ውዒለ። ሕጂ ደው እንተ ኢለ ዓሻ ክብሉኒ እዮም ብምባል ሓሰበ። ብኸምኡ ጉየኡ መሊሱ ቀጸለ። ኣብቲ ቦታ ምስ ቀረበ እቶም ደቂ ባሽኪር ኣብ ገጾም ክጭድሩን ክውጭጩን ሰምዐ። ጭርሖም ከኣ ዝያዳ ንልቡ ኣቃጸሎ። ተሪፉ ዝነበረ ሓይሊ ኣኻኺቡ እውን ጎየየ። እታ ጸሓይ ኣብ ጥቓ እቲ ወሰን ነበረት። ግመ ተጎልቢባ ዓብያን ከም ደም ቀይሓን ትረኣ እውን ነበረት። በቃ ሕጂ ክትዓርብ ቀሪባ ነበረት። እታ ጸሓይ ኣዝያ ትሒታ ነበረት፣ ግና ንሱ እውን ኣብ ሸቶኡ ኣዝዩ ቀሪቡ ነበረ። ፓሆም ድሮ ኣብ ልዕሊ እቲ ኩጀት ዘለዉ ሰባት ምእንቲ ቅልጥፍ ኢዶም ከወዛውዙ ረኣየ። ነቲ ኣብ ምድሪ ዝነበረ ብጸምሪ ወኻርያ እተሰርሐ ቆቢዕ፣ ምስቲ ኣብ ልዕሊኡ እተነብረ ገንዘብ፣ ከምኡውን እቲ ሓለቓ ጐድኑ ሒዙን ኣብ መሬት ኮፍ ኢሉን ረኣየ። ካብኡ ፓሆም ነቲ ዝሓለሞ ሕልሚ ዘከረ። እቲ መሬት ብዙሕ እዩ ብምባል ሓሰበ። ግና እግዚኣብሄር ኣብቲ መሬት ክነብር የፍቅደለይዶ ይኸውን? ህይወተይ ሰኣንኩ! ህይወተይ ሰኣንኩ! ኣብቲ ቦታ ፍጹም ክበጽሕ ኣይክእልን እየ! ፓሆም ነታ ኣብ ምድሪ በጺሓ ዝነበረት ፀሓይ ጠመታ። ድሮ ሓደ ጎድና እውን ተኸዊሉ ነበረ። ምእንቲ እጋሩ ድሕሪት ከይተርፍን ከይወድቕን ክብል ጉንብሕ ኢሉ ሰብነቱ ንቕድሚት ብምጉባር በቲ ዝተረፎ ሓይሊ ተቐላጢፉ ሰጎመ። ኣብቲ ኩጀት ኣብ ዝበጽሓሉ እዋን እቲ ምድሪ ሃንደበት ጸልመተ። ኣብ ላዕሉ ገጹ ምስ ጠመተ እታ ፀሓይ ድሮ ዓሪባ ነበረት ንሱ ወጨጨ ኩሉ ጻዕሪ ከንቱ እባ ነበረ ብምባል እውን ሓሰበ ደው ክብል ምስ በለ ግና እቶም ደቂ ባሽኪር ገና ይጭድሩ ከም ዘለዉ ሰምዐ ወላ እውን ንዕኡ ኣብ ታሕቲ ፀሓይ ዝዓረበት እንተመሰሎ ነቶም ኣብ ልዕሊ ኩጀት ዘለዉ ግና ገና ይርእይዎ ከም ዘለዉ ዘከረ ነዊሕ ኣስተንፊሱ ኸኣ ኣብ ላዕሊ ገጹ ኣብቲ ኩጀት ጐየየ ኣብኡ ገና ብርሃን ነበረ። ኣብ ጠረር ምስ በጽሐ ኸኣ ነቲ ቆቢዕ ረኣዮ። ኣብ ቅድሚኡውን እቲ ሓለቓ ጎድኑ ሒዙ ይስሕቕ ነበረ። እንደገና ፓሆም ነቲ ዝሓለሞ ሕልሚ ዘከረ። ካብኡ ድምፂ ጭደራ ምስ ኣስምዐ ኣእጋሩ ንታሕቲ ጠለሞ። ቅድሚት ገጹ ወዲቑውን በእዳዉ ነቲ ቆቢዕ ሓዞ። ኣየ ብሓቂ ሰብኣይ! ብምባል እቲ ሓለቓ ወጨጨ፣ ወናኒ ብዙሕ መሬት እውን ኮነ በለ። ሰራሕተኛ ፓሆም ኣብ ላዕሊ ጎዩ ብምምጻእ ከልዕሎ ፈተነ፣ ግና ኣብ ኣፉ ደም ከውጽእ ተዓዘበ። ፓሆም ድሮ ሞይቱ ነበረ። እቶም ደቂ ባሽኪር ኣፎም ብምምጻይ ሓዘኖም ገለጹ። እቲ ሰራሕተኛኡ ነታ ባዴላ ኣልዒሉ ብመጠን ቁመት ፓሆም መቓብር ብምኹዓት ኣብኡ ቀበሮ። ካብ ርእሱ ክሳብ ሸኹና እግሩ ሽዱሽተ ጫማ ጥራይ እውን ኣድለዮ። ተፈጸመ። ደራሲ ሊዮ ቶልስቶይ ተርጓሚ ብርሃነ መስቀል ኣርኣያ ኣቕራቢ ተስፊት ዮውሃንስ